እሺ ቤተሰብ እንታይ ኢና ንሰምዕ ዘለና። ኣወል ከመይ ትኸውን ክብራትን ክብራንን ኣወል ስዒድ እየ መስመር ንየ ኣወል እንኳዕ ደሓን መጻኻ ናብ ደደቢት ከመይ ትኸውን። ተኻለይ ብላዕሊ እዩ ከይዱ ብማይጨው ገይሩ ሎሚ ንጎ ተክለ ሃይማኖት ማይጨው ረጊፁ ዓዲ ሽሆ ከባብታት ምስ በፅሐ ያው እታ መኪና ትሪእዋ ኣለኹም ብከምዚ ዓይነት ኮይና ኣላ
እዚኦምን ካልኦትን ኣብዚ መደብ እዚ ክንከታተል ኢና። እሺ ቤተሰል መጀመርታ ነዚ ቻናል እዚ ሓደሽቲ እንተድኣ ኮንኩም subscribe እና like ናገበርኩም ናዚ ቻናል እዚ ቤተሰብ ምኳን ኣይትረስዑ ኢኩም መጀመርታ ከዚ subscribe ናገበርኩም like ናገበርኩም እዚ ቪድዮታት ቐጽልዎ። እሺ ቤተሰብ በቲ ፈላማይ ቪድዮና ንቅፅል ኣለና ሰናይ ምክትታል። ኣምላኽ ኣቦይ ቆሊሕ እባ በለኒ ናባይ እባ ጠምት ልበይ እስክፈተለይ ኣምላኽ ኣቦይ ኣቕይመካ ዶ ነዊሕ ግዜ ካባኻ ዶ ርሒቐ ኣምላኸይ ኣብ ደቂ ሰባት ተወኪለ ከይድ ነረ ይቕረ በለለይ ደቂ ሰባት ጠላማት ምዃኖም እፈልጥ እየ ንስኻ ከደይትጠልም ኣምላኽ ኣነ ግን ናይዛ ምድሪ እዚኣ ስዒርኒ ናይዛ ምድሪ ፍትወት ሒዝኒ ካባኻ ርሒቐ ኣምላኸይ ሕጂ ተስፋ ምስ ቆረጽኩ ምስ ድኾምኩ ይቕረ ሓተካ ኣለኹ ኣምላኽ ኣቦይ ንስኻ ሓዳግ ኣምላኽ ስለ ዝኾንካ ኣቱም ጾር ዝኸበደኩም ንዑ ናባይ ስለ ዝበልካኒ ጾር ከቢድኒ መጸካ ኣለኹ ብዓይኒ ምሕረትካ ጠምተና ኣምላኽ ኣቦይ ንስኻ ኢኻ ኩሉ ዝከኣለካ ጎረቤትና እዚ ዘይናቱ ዘይደሊ እዚ ንስርቂ ዝጽየን እዚ ሓላል ህዝቢ እዚ ንዓና ገባሪ ጽቡቕና እዩ። ሱዳን ዓድና እዩ። ሱዳን ዘዕረፍናሉ ቤትና እዩ። ኣደ ሱዳን ድማ ኣብ ቤታ ዘእተወትና ለዋህ ወላዲት እያ። ስለዚ ኣብ ልዕሊ ሱዳን ይኹን ኣብ ልዕሊ ጎረባብትና ብፍላይ ከዓ ኣብ ከም ሱዳን ዝኣመሰሉ ጎረባብትና ዝኸውን ዘጋጥም ነገር ክንኩንኖ ይግባኣና። ምክንያቱ ሱዳናውያን ፍታሕ ናይ ሱዳን ብሱዳናውያን ዝብል መርገፂ እዩ ክህልወና ዘለዎ። ኣወል ከመይ ትኸውን ክቡራትን ክቡራንን ኣወል ስዒድ እየ መስመር ንየ ኣወል እንኳዕ ደሓን መጻኻ ናብ ደደቢት ከመይ ትኸውን መርሓባ ሃይለ እንኳዕ ደሓን ጸናሕካ ከመይ ትኸውን ገረም ገረም የኽብረለይ ስልኪ ድንገት ከምዚ ደው ኢለልካ ስለ ዘልዓልካ ኣጋጣሚ እቲ ዜና በፂሑኒ ኣብ ኤርትራ ተኣሲሮም ዝነበሩ ተጋሩ ብዝተፈላለየ ምክንያት ዓብዪ ሰርፕራይዝ ብዝበሃል መልክዑ ኣማራፂ ከም ተውሃቦም ክነብር ዝደሊ ዓዱ እዩ ገዝኡ እዩ ክነብር ኣለዎ ክነብር ይኽእል እዩ ናብ ትግራይ ክኸድ እየ ዝብል ከዓ ትዕድል ተፈጢሩ ኣሎ ዝብል ሰሚዐ ኣለኹ እሞ እዚኣ ክተብርሃለይ ደልየ
ኣብ ኣጋጣሚ ኣብቲ ዝነበረ ፀወታ ኩዕሾ እግሪ ካብ ዓድዋ ምስ መፅረፍ ጋንታ ዝነበረ ግጥም ኢና ሃንደበት ሒዝና ኣሎም ኣቲና ነቶም ኣብ ትሕቲ ቀይዲ ዝፀንሑ ከባቢ ምእቲ ዝኾኑ እዮም እቲ ምርጫ ኣብ ቅድሚ ኣሕዋቶም ክኸውን ስለ ዘለዎ ኣቐዲሙ ሓደ ጌጋ ዝኾነ ሓበሬታ ሰሚዐ ስለ ዝነበርኩ ኣቐዲሞም ከይዶም ነይሮም እንዲም ብከምኡ ብዶብ ፍልስናታቶም ኣቐዲሞም ብስግሮ ዶብ ተታሒዞም ዝነበሩ እዮም ነይሮም ኣስገርቲ ገለ ማለት እዩ ሕጂ ምስ ተሰደዱ ገለገለ ሚድያታት ብግጉይ ሓበሬታ ከመሓላልፋ ሰሚዕና ነርና ተጨውዮም ዝነበሩ ገለመለ ዝብል ነዚ ንምእራሙ ነዞም ናይ ሎሚ ኣብ ትሕቲ ቀይዲ ዝነበሩ መንግስቲ ኤርትራ ዝገበሮ ሕድገት መሰረት እዮም ወፂኦም ሓቲትናዮ ዝነበርና ቁፅሪ ብዕፅፍታት እቶም እቶም ዝነበሩ ኩሎም ክወፁ እዩ ተፈቒዱልና እዋ ድሓር ሒዝናዮም መፂና ኣብ ቅድሚ ኣሕዋቶም ኣብ ቅድሚ ህዝቢ ኣብ ቅድሚ ህዝቢ ኤርትራን ህዝቢ ትግራይን ማለት እዩ እቶም ከዱ ትደልዩ እዋ ብምርጫኹም ከዱ ትብሉ ኢኹም እቶም ክትተርፉ ትደልዩ ክትተርፉ ትኽእሉ ኢኹም ምርጫኹም እንታይ ኢልናዮ ምርጫኦም ኣልዒሎም እቶም ዝበዝሑ ክተርፉ ዝደልዩ እዮም ነይሮም መብዛሕትኦም ሰብ ሓዳር በዲኦም ኤርትራውያን በቦኦም ኤርትራውያን በዓልቲ ቤቶም ኤርትራውያን ዝርከብዎም ስለዝኾኑ መብዛሕትኦም ማለት እዩ እሳቶም ክንተርፍ ኢና ኢሎም ዋላ በቦኦምን በዴኦምን ተጋሩ ኮይኖም ኣብ ኤርትራ ነዊሕ ዓመት ዝገበሩ እውን ዝተረፉ ኣለዉ እቶም ካልኦት ግን ሎም መዓልቲ ኣብ መንደፈራ ሓዲሮም ኣለዉ ፅባሕ ዓድዋ ከዓ ስለዓይ ምነክልት ትፈትዎ እንዶ ወኣንደ ፍቶ ኮነ ልበይ ናይ ክንደይ ናይ ልበ ዘፍቀረ ዝተመርዓወ ሰበይቱ ልኢኻቶ ኣንበሳ ጎቲቱ እዩ ዝመፅእ ያ ልክዕ ሰላት ንሳ ትዓብሊ ኣለኻ ኣነ እብለክ ኣለኹ ፓው ሰበይተይ ዘይኮኑ ኣነ ፅርጃና እብለክ ኣለኹ ሰብኣይ ኣነ ክሬዚ እንዴ ትፈልጥ ክሬዚ ማ ከምዚ ሕጂ ንበል ኣነ ንስኻን ተመሪዕና ኣነ ንስኻን ፍቑራት ኮይና ሸላ ዘረበይ ዲኻ ዝሰምዕ ዘረባ ህዝቢ ዘረባ ክንበር ዘረባ ህዝቢ እንታይ ክገብረለይ እንታይ ክምደለይ እንታይ ክገብረለይ ምስ ህዝቢ ምሳኺ እምበር እንታይ ክገብረለይ ህዝቢ ኣነ ደይ ሰሪሐ ዘብላዕካ ህዝቢ ንስኺ ኣነ ዝኣዘዝኩኻ ዲኻ ትገብር ህዝቢ ንስኺ ሰብኣይ ዋ ሰብደ ተዳሉ ዲ ካልእ ዋ ተዳሉ እዚ እዚ ዳ ሞደርደኒ ንህዝቢ ዝሰምዕ ዶ ሓደ ሞግማግ ስደቴና እዩ ደውለለይ እስከ ወፂኻ ካብ ላይፍ

ብፍቕሪ ካብ ስምዒት ተነጺልና ስለ ዘይንርኢ ሎጂካል ስለ ዘይንኸውን ኣብ ፍቕሪ ክንኣቱ እንከለና እንታይ ኢና ንኸውን ክቕየር እዩ ድሓን ኣይተስተውዕለሉን ኢኻ ባህርያቱ ምናልባት ኩምሳኽ ዘይሰማማዕ ክኸውን ይኽእል ኣተሓሳስብኡ ካልእ ክኸውን ይኽእል ርድኢታቱ ካልእ ክኸውን ይኽእል ሕልምታት ዘይብሉ ዓይነት ሰብ ክኸውን ይኽእል ሕልምታት ዘይብሉ ዓይነት ሰብ ክትከውን ትኽእል ልምድታታ በቃ ኣዝዩ ናትካ ተቓራኒ ክኸውን ይኽእል ምስ ናትካ ዘይሰማማዕ ክኸውን ግን ስለ ተፍቅሮ ጥራይ የፍቅሮ እንዴ እንዳበልካ እንተይትኾን ትቕጽል ምስኡ ትፈትዎ እዩ ግን ክትከውን ዘለካ እኮ ምስቲ ሰብ እኮ ፍቕሪ እኮ ኣብ ኣፍደገ ወይ ድማ ንገዛ ኢሉ እትወካ እምበር ትደቐጽለካ እኮ ምክብባር ምርድዳእ ኣብ ገንዘብ ዘለካ ኣተሓዛ ስምዒት ከመይ ማኔጅ ትገብር እዚኦም ብሙሉኦም እዮም ዘቐጽሉኻ እቲ ፍቕሪ ናብ ገዛ እትወካ ወይ ብሓንሳብ ክትከውን ይገብረካ እቲ ዘቐጽለካ ግን እዚ እዩ እዚ ባህሪ እዚ እንድሕር ዘይብሉ ኮይኑ እዚ ባህሪ እዚ እንድሕር ዘይብላ ኮይኑ ግን መጀመርያ ፕሊስ ትፈትዎ ዲኹም እቲ ባህሪ ትምረፁ ክቕየሩ ይኽእሉ እዮም ክትብሉ ትኽእሉ ኢኹም ራስ ክቕየሩ ክኽእሉ የስ ሰብ ክቕየር ይኽእል ዘይክቕየር እውን ይኽእል ስለዚ እንታይ ክትገብር ዘለካ መጀመርያ እንታይ ክትገብር ኣለኪ ኦኬ ከም ዘለዎ ክቕበሎ ፍቓደኛ ድዩ ወይ ከም ዘላቶ ክቕበላ ፍቓደኛ ድዩ ኖ እንድሕር ኮይኑ ዳግመ ግምት ግበር የስ ተኮይኑ ግን እተው ከምዚ ዓይነት ስትዌሽን ኣጋጢሙኩም ይፈልጥ? ባህርያታ ምሳካ በቃ ምስኣ ክትነብር ብጣዕሚ ዝከብደካ ግን ከኣ ተፍቅራ ወይ ድማ ባህርያቱ ብጣዕሚ ኣሸጋሪ ግን ከኣ ተፍቅርዮ ከይፈተኪ ዝተፈለክዮ ከይፈተና ንፍለዮም እኮ እዞም ከምዚኦም ዓይነት ሰባት እኮ ስለንጸልኦም ኣይኮነ እንታይ ደኣ እሶም ግን ኣብ ባህሪኦም ኣብ ነብሶም ስለ ዘይሰርሑ ኣብ ባህርያቶም ኣዝዩ የሸግረና ምስኦም ንክንቅጽል እቲ ፍቅሪ እንከሎ ግን ክንቅጽል ንሽገር ስለዚ ፔይ ኣቴንሽን ነዚኣ ኣስተውዕሉ ነዚ ክትመርጹ ከለኹም ኮንሽስ ኮንኩም ምረጹ I love you all. Peace and love guys. ናብ ቃሎት ጋሻ ግብሩ ዓብዪ
ኣብ ማእኸል ተጋሪዱ ዝነበረ መንድቕ እዩ ተደርሚሱ ዘሎ ናይ ኣፈላላይ መንድቕ እዩ ተደርሚሱ ዘሎ ሓቢርና ምስ ኣወል ኣብ ሓደ መድረኽ ከም እንራኸብ ኣይጠራጠርን ኤርትራ ከይደ ናይ ኤርትራ መራሕቲ ኢንተርቪው ከም ዝገብር ትግራይ መፅኡ ናይ ትግራይ መራሕቲ ኢንተርቪው ከም ዝገብር እውን ኣይጠራጠርን እዚዩ ኣብ ቀረባ ንሪኦ እዩ ቀዳምነት ሕዚ ግን ዝመጽእ ውሕጅ እኒሀ። ነቲ ውሕጅ ንኹልና ጸራሪጉና ክኸይድ ዝመጽእ ዘሎ ውሕጅ ናይ መጀመርያ ስቴፕ ብደንቢ ኣንደርስታንድ ንግበሮ። ክመጹ ከለዉ ከይንርስዖ ተጋሩን ታሪኾምን ጥራሕ እንተይኮነ ንዕኦም ዝመስሉ ምስ ታሪኾም ከነጥፍእ ኢና ዝብል ናይ ዳንኤል ክብረት ንሱ እዩ እቲ ዕላማ። እቲ ውሕጅ እውን ንሱ እዩ። ኣይገድፉናን። ኣይምዕሩናን ቀይሕ ባሕሪ ከይመስለኩም ቀይሕ ባሕሪ ዝብልዎ ዘለዉ ዓሰብ ከይመስለኩም ዓሰብ ኣይኮነን ዓሰብ እንተትቦም እውን ረኺዖም ዝምለሱልካ ኣይኮኑን ኣይምለሱን እዩ ኤርትራ ክትከድ ከላስ ሰነድ የለን ኣይንፈልጦን ኢሎም እኮ ቃል ብቃል ነጊሮምና ኣለዉ ሕዚ ኤርትራ ምኻዳን ዘይምኻዳን ብዋናነት ንኤርትራውያን ዝምልከት እንተኾነ ተጋሩ መስዋዕትነት ከፊሎምሉ እዮም ናፅነት ህዝቢ ብመስዋእትነትካ ተረጋግፆ ናፅነት ህዝቢ ከዓ ክንደየናይ ዝኣክል ቫልዩ ከምዘለዎ ተጋሩ ኮይንና ንፈልጦ ኢና። ዘላቒ ዝኾነ ስትራተጂክ ረኽቢ ክህሉ ኣለዎ ምስ ሓው ህዝቢ ኤርትራን ትግራይን ተባሂሉ ዝዝረብ ዝነበረ እዙይ ኣብ ተግባር ክነውዕለ ኣለና ዝብል እምነት እዩ ዘለኒ። ኣነ ሕጉስ እየ ብጣዕሚ። ዋእ ስፒድኹም ቐኒስኩም ተጉዓዙ ባእ ከምዚ እስካብ ትግልበጡ ታይ ተኣዩ ክንድኡ ልኣክል ብጣዕሚ ሰማዕትና ሎማዓንቲ ልቢ ልነክእ ነገር እየ ክነግረኩም ትሪእዋ ኣለኹም ሎሚ ንጎ እዩ ተላዒሉ ካብ ማይጨው ትማሊ ምስቶ ዕግርግራት ብቲኣ ክሓልፍ የኸኣለይ ብላዕሊ እዩ ከይዱ ብማይጨው ገይሩ ሎሚ ንጎ ተክለ ሃይማኖት ማይጨው ረጊፁ ዓዲ ሽሆ ከባብታት ምስ በፅሐ ያው እታ መኪና ትሪእዋ ኣለኹም ብከምዚ ዓይነት ኮይና ኣላ ዳሕና እዩ ሰብ ኣይተጎደ እዩ ኣይተጎደ እዩ ሰብ ግን እንታይ እዩ ጉያ ኣይትጉየ እዩ ዶ ዋ እንታይ እዩ ፍጥነት ክንዲዚ ፍጥነትካ ቅንስ ኣቢልካ ምኻድ እዩ ፅቡቕ ወይለከ ዳሓርከ ኣይትፍተኑ ወዲ ወረደ ቀስ ኢልኩም ርግዕ ኢልኩም ኢኻ ዝኽየድ ዋ ለኣኹም ለዶ ንሕና ክንመኽረኩም ስፒድ ቐንሱ ክንብለኩም እና ክልል መራሕ ለኣክል እስካብ ከምዚ ዝበለ ሓደጋ ዋ ዞሮ ዞሮ እንኳዕ እግዜር ኣውፀኩም ስቲ ታማ
እሺ ፋሚሊ ሎማዓንቲ ልሓዝኹም ቪድዮታት ዘዮም መፅሉ ነይሮም ኣብ ቐፃሊ ብልገራር እሞ ሓደሽቲ ቪድዮታት ሒዘልኩም ክምለስ እየ እስካዑ ሽዕቱ subscribe እና like ምግባር ከይትርስዑ ኢኹም peace out።